ሰላምን ናይ ጎይታ ናይ ኢየሱስ ክርስቶስ ምስ መንፈስኩም ይኹን ተኸታተልቲ ናይ ጸጋ ዘመን መጉቦት ኣገልግሎት ምሳኹም ዘለኹ ከምተልሙድ ሓውኹም ድያቆን ዮናስ እየ ኣምላኽና እግዚኣብሔር ኣብ ሰዓት እዚ ስለ ደብጽሓና ኣብ ሰዓት እዚ ኣብጺሑ ድማ ስለ ቅዱስ ቃሉ ክንመኻኸር ክንዘራረብ ክንመላላእ ስለ ዝፈቐደልና ክብርን ምስጋናን ኣምልኹን ውዳሴን ኣስተብርኮን ንዕኡ ይኹን ሓደ ሓደ ግዜ ኣጋጢሙኩም ይፈልጥዶ? ዘይትደልይዎ ግን ከኣ ተገዲድኩም እትፍጽምዎ ነገር ሎማዓንቲ ከምኡ የጋጢሙኒ ዘሎ። ሎማዓንቲ እንዛረበሉ ሓሳብ ስለ ንጥቀት ዝብል እዩ። ስለ ንጥቀት ኣስተምህሮ ብሰፊሑ ካልእ ግዜ ክመጽእ እየ። ሎማዓንቲ ስለ ንጥቀት ኣይኮንኩን ከስተምህር ወይ ድማ ከገልግል መጺእ ዘሎኹ። ስለ ናይ ንጥቀት ትምህርቲ ንበይኑ ጊዘ ወሲደ ተኸታታሊ ትምህርቲ ከመሓላልፈሉ ዝኽእል ጊዜ ክወሃበኒ እግዚኣብሔር ኣምላኽ ክልምኖ እየ ክበኒ ድማ እዩ። ስለዚ እንታይ ክብል ሎም መዓንቲ ብዛዕባ ናይ ንጥቀት ብዛዕባ ናይ ራፕቸር ትምህርቲ ይኮንኩ ክመሃር ግን ሓውና ሃዋርያ እዝራ ኢልና እንጽውዖ ኣገልጋሊ ሓደ ነገር ዝብለና ኣሎ እዛ ሓውና ዝብሎ ነገር ድማ ምስ ንጥቀት ዝተተሓሓዘ ስለ ዝኾነ እስኪ ናብኡ ከብለኩም እሞ ሎማዓንቲ ምስ ሓውና ሃዋርያ እዝራ ንእሽተይ ይህንህን ንበሃል ናብቲ ቃሉ ከሕልፈኩም እየ ሰናይ ምክታል ይግበረልና
ሎማዓንቲ ብዛዕባ እቶም ኣብ ግዜ ራፕቸር ዕድል ዘይረኸቡ ቅዱሳን እንታይ እዩ ዕጨኦም ኣብ ዝበለ ሓሳብ እየ ክርኢ።
ሓውና ሃዋርያ እዝራ ብዛዕባ እቶም ኣብ ራፕቸር ወይ ድማ ኣብ ንጥቀት ዕድል ዘይረኽቡ ቅዱሳን እየ ክርኢ ይብለና ኣሎ። ስለዚ ንጥቀት ዝምልከቶ ኣካል ኣሎ፣ ዘይምልከቶ ኣካል ኣሎ ይብለና ኣሎ ማለት እዩ። ሓደ ሰብ ምስ ኣመነ፣ እዚ ሰብ እዚ ምስ ኣመነ ድማ እንታይ እዩ ዝኹን? ብመንፈስ ቅዱስ እዩ ዝሕተም፣ ሓቀይ? ንስኻትኩም ነቲ ናይ ምድሓንኩም ወንጌል ዝኾነ ቃል ሓቂ ምስ ሰማዕኩም፣ ብእኡ ድማ ምስ ኣመንኩም፣ በቲ ዘተስፈወ መንፈስ ቅዱስ ሓቲሙ ናቱ ገበረኩም ይብል። ንመን? ነቲ ዝኣመነ ሰብ። እዚ መንፈስ ቅዱስዚኸ ክሳዕ መኣስ ይሓትዩምና? እቲ ንመዓልቲ ምድሓን ዝተሓተምኩምሉ መንፈስ ኣምላኽ ኣይተጕዩ ኸኣ ይብል። ስለዚ፣ ርኢኹም ኣለኹም፣ እዚ መንፈስ እዚ ክሳዕ መዓልቲ ጐይታ እዩ ሓትዩምና። ንመዓልቲ ምድሓን ማለት መዓልቲ ጐይታ እዩ ሓትዩምና። ኣያናን ሓውናን ሃዋርያ እዝራ ግን ካብ ኣመንቲ ንጥቀት ዘይምልከቶም ሰባት ኣለዉ ይብለና ኣሎ። ስለምንታይ እዩ ከምኡ ኢሉ ወይ ድማ በየናይ ጥቕሲ እዩ ከምኡ ኢሉ ግን እስኪ ንሱ ከብርሃልና ናብኡ ንቐጽል። ምናልባት ኩላትና ክርስትያናት ኢና ንንጠቕ ዝብል ሓሳብ ኣሎ ሳውንድስ ጉድ ባት ኖት ሳውንድ ዶክትሪን ንእዝንኻ ጥዑም ድምፂ እዩ ግን መሰረት ዘይብሉ ሓቂ ዘይብሉ ትምኒት እዩ ወይ ድማ ውሽስ እዩ
ኩሉ ኣማኒ እዩ ዝንጠቕ ዝብሉ ሰባት ኣለዉ። ነገሩ ግን እዚ ንእዝንኻ ጥዑም እዩ፣ ንዶክትሪን ግን ጽቡቕ ኣይኮነን፣ ጥዑም ኣይኮነን፣ ሓቂ ኣይኮነን። ማይ ዝሓቆነ ተስፋ እዩ ይብለና ኣሎ። ካብ ዝገርመኩም ንጥቀት ዝበሃል ትምህርቲ ካብቲ ኮምፕሮማይዝ ዘይንገብረሉ ትምህርቲ ሓደ እዩ ኣብዚ ናይ ጸጋ ወንጌል ኣስተምህሮ። ኣብ ንጥቀት ምንም ዋጋ ዕዳጋ እንገብረሉ ምክንያት የብልናን። ስለምንታይ? ጳውሎስ እንጸናናዓሉን ተስፋ እንገብረሉን መልእኽቲ ዝሃበና ንጥቀት እዩ። ብንጥቀት እዩ ሓደ ኣማኒ ዝጸናናዕ፣ ብንጥቀት ድማ እዩ ሓደ ኣማኒ ተስፋ ዝገብር። ካብቶም ሸውዓተ ሓደ ኢልና ንጽውዖም ኣብ ኤፌሶ ምዕራፍ ኣርባዕተ ዘለውን እኳ ሓደ ተስፋ ዝተባህለ ንጥቀት እዩ። ናይ ኣማኒ ተስፋ ሓደ እዩ። ናተይ ኮነ ናትካ ሃዋርያ ዕዝራ ተስፋና ሓደ እዩ ንኣማኒ ብዙሕ ተስፋ የብሉን ናይ ኣማኒ ተስፋ ሓደ እዩ ንሱ ድማ ራፕቸር ኢልዎ ኣሎ ንጥቀት እዩ በዚ ንጥቀት እዚ እንተ ዘይፀናዕ ኮይነ ኣነ ምንም መፀናንዒ የብለይን ኣጆኹም ጎይታ ክመፅእ እንዲ ኢሎም ደፀናንዑ ዝነበሩ ኣብቲ ቀደም በዚ ንጥቀት እዩ ሓውና ግን ካብ ኣመንቲ ዝንጠቆ የለውም ይብለና ኣሎ። ግን እስኪ ንስማዓዮ ከምኡ ዘብሎ ዘሎ ሓሳብ እንታይ እዩ?
ጎይታ የሱስ ብግልፂ ኣብ ሉቃስ 17 ኣብቲ ንሱ ዝመፀሉ እዋን ክልተ ናብ መጥሓን ክወርዳ እየን ወይን ክወፃ እየን፣ ሓንቲ ክትውሰድ ሓንቲ ድማ ክንጠቕ እያ። ክልተ ብሓደ ክድቅሱ እዮም፣ እቲ ሓደ ክውሰድ፣ እቲ ሓደ ድማ ክሕደግ እዩ። ከምኡ ድማ ክልተ ናብ ወፍሪ፣ ናብ ሕርሻ ወይ ናብ ስርሖም፣ ናብ ቢዝነሶም ክወጹ እዮም። እቲ ሓደ ክውሰድ፣ እቲ ሓደ ድማ ክሕደግ እዩ። እዚኣ ምናልባት ጀነራል ኣማንን ናይ ዘይኣማንን ምፍላይ ክኸውን ይኽእል እዩ ፎር ሹር ባት ኖት ኦንሊ ናይ ሓደ ኣማንን ናይ ሓደ ዘይኣማንን ምፍልላይ ዲብ እንተ ኣቲና ማቴዎስ ወንጌል ምዕራፍ ዕስራን ሓሙሽተን ጎይታ ብግልፂ ምስ ምፅኣት ኣተሓሒዙ መንግስቲ ኣምላኽ ንመርዓዊ ክቕበላ ዝወፃ ዓሰርተ ደናግል ይመስላ ኢሉና ኣሎ። እዘን ዓሰርተ ደናግል ድማ ኣብ ክልተ ካታጎሪ መዲቦን እተን ሓሙሽተ ለባማት ክኾና ከለዋ እተን ሓሙሽተ ድማ ዓያሹ እየን። እተን ለባማት ዝተባህላ ደናግልን እተን ዓያሹ ዝተባህላ ደናግልን ኩላተን ኣመንቲ ምንባረን ምልክቱ ኩላተን ዘይቲ ነይርዎን እዩ። ኩላተን ድማ መብራህቲ ኣብሪህን እየን። መርዓዊ ክቕበላ ወፅኤን እየን። ብርሃን ነይርዎን እዩ። ቀንዴል ነይርዎን እዩ። ብርሃን በሪህለን እዩ።
እቲ ሽግሩ እምበኣር ኣብዚ እዩ ዘሎ ብሩኻት ናይ ሓውና ሃዋርያ እዝራ ሽግር ኣብዚ እዩ ዘሎ ሪኢኹም ኣለኹም ስለ ንጥቀት ዘይዛረብ ጥቕሲ ሒዙ ንንጥቀት ዝበሃል ትምህርቲ ከፍርስ እዩ ዝፀር ዘሎ ሓውና እዝራ ዝገለፆ ንጥቀት ገሊኦም ክውሰዱ እዮም ገሊኦም ድማ ኣይውሰዱን እዮም ዝብል ሓሳብ ዝረኸቦ ካብ ወንጌል እዩ። እዚ ሓውና ዝገለጾ ክፍለ ንባብ ድማ ስለ ንጥቀት በፍጹም ኣይዛረብን እዩ። ሓደ ኣገልጋሊ ሓደ እሞ ኸኣ ሃዋርያ እዝራ ዝኣክል ናይ መንግስቲ ወንጌልን ናይ ጸጋ ወንጌልን ከይፈለየ ስለ ንጥቀት ድዛረብ ክፍለ ንባብን ስለ ካልእ ድዛረብ ክፍለ ንባብን ከይፈለየ ከመይ ገይሩ ሃዋርያ ክበሃል ዝበቅዕ? ንዓይ ዓቢ ሕቶ እዩ ዘለኒ ቅዱስ ጳውሎስ ንጢሞቴዎስ ሓደ ነገር ኢልዎ ነይሩ ብዛዕባ እቶም ኤጲስቆጶስ ክኾኑ ዝምነዩ ሰባት ኤጲስቆጶስ ማለት መጋቢ ማለት እዩ መምህር ማለት እዩ ሓቀይ ኣብ ቀዳማይ ጢሞቴዎስ ምዕራፍ ሰለስተ ካብ ፍቕዲ ሓደ ከምዚ ይብል፣ እቲ ኤጲስቆጶስ ክኸውን ዝምነ ሰናይ ነገር ይምነ ዝብል ቃል ሓቂ እዩ። ኤጲስቆጶስ እምበኣር መንቅብ ዘይብሉ ሰበይቲ ሓንቲ ሰብኣይ ሓንቲ ሰበይቲ ብዓቃን ዝነብር ገዛእ ርእሱ ገቲኡ ዝኽእል ሕፉር ተቐባሊ ጋሻ ብቑዕ መምህር ክኸውን ይግባእ ብቑዕ መምህር ክኸውን ይግባእ ይብሉ። እንደገና ቲቶ ምዕራፍ ሓደ ፍቕዲ ትሽዓተ ስለ ኤጲስቆጶስ ኣብዚ እውን ዝዛረብ ከምዚ ይብል ንሱ በቲ ቅኑዕ ትምህርቲ ምእንቲ ክምዕድ ነቶም ዝቃወሞ መልሲ ሂቡ ምእንቲ ክኽእል በቲ ዝተምሃሮ እሙን ዝኾነ ቃል ይጽናዕ ይብል ዝተማህሮ እሙን ዝኾነ ቃል ይጽና። እዚ ሰብ እዚ መቸም ካብ ጳውሎስ ዝተማህረ እዩ ወይ ድማ እቲ ብጳውሎስ ዝመጸ ናይ ጸጋ ወንጌል ዝተማህረ በዚ ትምህርቲ እዚ ይጽና። ንወንጌል በብዘመኑ ዘስተምህር ሃዋርያ ክኾን ኣለዎ። ብቑዕ መምህር ክኾን ኣለዎ። ንዝመጽዎ ዝረትዕ ክኸውን ድማ ኣብቲ በዓል ጳውሎስ ዝመሃሮ ትምህርቲ ኣብቲ ሓቀኛ ትምህርቲ ክጸንዕ ኣለዎ። ሃዋርያ እዝራ ሓውና በዚ ዝገለጾ ጥቕሲ ንጥቀት ኣሎ የብሊ ዝንጠቑ ኣለዉ ዘይንጠቑ ድማ ኣለዉ ንኽብል ትኽክል እዩ ዘሎ ሽግሩ ግን ሉቃስ ምዕራፍ ዓሰርተ ወሸውዓተ ኮነ ማቴዎስ ምዕራፍ ዕስራን ኣርባዕተን ስለ ንጥቀት ኣይዛረብን እዩ እስከ ልብኻን እዝንኻን ሃበኒ እትከታተልን ዘለኻ ሃዋርያ እዝራ እንተ ትሰምዓ ሓሊኻ እውን ከምኡ ልብኻን እዝንኻን ሃበኒ ስለምንታይ እዩ ዝዛረብ ዘሎ እዚ ኣውደ ንባብ ወይ ድማ እዚ ምዕራፍ እዚ ጎይታ ኢየሱስ ክርስቶስ ቅድሚ ምምጽኡ ዳግም ምጽኣት ኣሎያ ቅድሚ ኢየሱስ ክርስቶስ ዳግም ምምጽኡ ዝፍጸሙ ነገራት እዩ ዝነግሮም ዘሎ ንደቀ መዛሙርቱ ማለት እዩ ኣብዚ ክልተ ነገር ኣቐሚጡ ኣሎ ኖህን ሎጥን። ስለዚ እዞም ነገራት እዚኣቶም ከምቲ ኣብ ዘመነ ኖህን ኣብ ዘመነ ሎጥን ዘጋጠሙ ነገራት እዮም ክኾኑ ማለት ወይ ድማ ክፍፀሙ። እስኪ እምበኣር ንርአ ከምዚ ይብል ሉቃስ ምዕራፍ ዓሰርተው ሸውዓተ ማለት ሓውና ሃዋርያ እዝራ ሉቃስ ስለ ዝጠቐሰ ሉቃስ ዝጥቀም ዘለኹ ኣብ ማቴዎስ 24 እውን ኣለኩም ኢየሱስ ንደቂ መዛሙርቱ ከምዚ በሎም፣ ካብ መዓልታት ወዲ ሰብ ሓንቲ ክትርእዩ እትምነዩለን መዓልታት ክመጻ እየን፣ ኣይክትርእዩን ኢኹም። እንሆ ኣብዚ ወይ እንሆ ኣብቲ ኣሎ ክብልኹም እዮም። ኣይትኺዱ ኣይትስዓብዎም እውን። ምኽንያቱ መብረቅ ካብቲ ሓደ ወሰን ሰማይ ክሳብ እቲ ካልእ ወሰን ሰማይ ከም ዝበርቅ ከም ዝበርህን ወዲ ሰብ ዝመጻሉ መዓልቲ ከኣ ከምኡ ክኸውን እዩ። ንጥቀት እኮ ናብ ምድሪ ኣይኮነን ክመጽእ ጎይታ ናብ ውግን ኣይኣቱን እየ ከም ዝበልኩ ኣቐዲመ ቅድም ግና ብዙሕ ሓሳረ መከራ ክቕበል በዚ ወለዶ እዚ ክነዓቅ ግዲ እዩ ከምቲ ብዘመን ኖህ ዝኾነ ለቡ ከምቲ ብዘመን ኖህ ዝኾነ ብዘመን ወዲ ሰብ እውን ከምኡ ክኸውን እዩ ክሳዕ እታ ኖህ ናብ መርከብ ዝኣቶላ መዓልቲ ይበልዑን ይሰትዩን፣ የእትዉን የተኣታትዉን ነበሩ። ማይ ኣይሂ መጺኡ ድማ ንኹሎም ኣጥፎኦም። ብዘመን ሎጥ ድማ ልክዕ ከምኡ ይበልዑን ይሰትዩን፣ ይሸጡን ይሻየጡን፣ ይተክሉን ይሃንጹን ነበሩ። በታ ሎጥ ካብ ሶዶም ዝወጽኣላ መዓልቲ ድማ ካብ ሰማይ ሓውን ዲናን ወሪዱ ንኹሎም ኣጥፍኦም። በታ ወዲ ሰብ ዝተግለጸላ መዓልቲ ድማ ልክዕ ከምኡ ክኸውን እዩ። በታ መዓልቲ እቲኣ ኣብ ደርቢ ዘሎ ነቲ ኣብ ቤት ዘሎ ኣቕሑ ክወስድ ኢሉ ኣይውረድ። እቲ ኣብ ግራት ዘሎ እውን ንድሕሪት ኣይመለስ። ንሰበይ ጥሎት ዘክርዋ፣ እቲ ንህይወቱ ከድሕና ዝደሊ ከጥፍኣ እዩ፣ እቲ ነዘጥፍኣ ግና ከድሕና እዩ። በታ ለይቲ እቲኣ ኣስተውዕል፣ በታ ለይቲ እቲኣ ክልተ ኣብ ሓንቲ ዓራት ክድቅሱ እዮም፣ እቲ ሓደ ክውሰድ፣ እቲ ሓደ ኸኣ ክሕደግ እዩ። ክልተ ኣንስቲ ብሓንሳእ ክጥሕና እየን፣ እታ ሓንቲ ክትውሰድ፣ እታ ኻልኣይቲ ድማ ክትሕደግ እያ። ክልተ ሰብ ኣብ ግራት ክጸንሑ እዮም፣ እቲ ሓደ ክውሰድ፣ እቲ ኻልኣይ ክሕደግ እዩ፣ እብለኩም ኣሎኹ። መሊሶም ከኣ፣ ጐይታይ፣ ኣበይ እዩኸ? በልዎ። ንሱ ኸኣ፣ ኣብቲ ግምቢ ዘሎ ኣሞራታት ናብኡ ኪእከቡ እዮም፣ በሎም። እምበኣር፣ ኣብዚ ክልተ ነገር እዩ ኣቐሚጡ ዘሎ። እዚ ንባብ እዚ ማቴዎስ ምዕራፍ ዕስራን ኣርባዕተን ካብ ፍቕሪ ሰላሳን ሽዱሽተን ኣለና። እዚ ንባብ እዚ ጎይታ ኢየሱስ ክርስቶስ ናብ ምድሪ ቅድሚ ምምጽኡ እንታይ ከም ዘጋጥም እዩ ዝሕብሮም ዘሎ። ጎይታ ኢየሱስ ክርስቶስ ናብዚ ምድሪ ቅድሚ ምምጽኡ እንታይ እዩ ዘጋጥም፣ ኣብዚ ምድሪ እዚ እንታይ እዩ ዝፍጠር ደኣሉ ዝነብሮም ዘሎ እምበር ኣብዚ ንባብ እዚ ናይ ንጥቀት ሓሳብ የለን እምበኣር ጎይታ ኢየሱስ ክርስቶስ ነዚ ትምህርቲ እዚ ምስ ናይ ኖህን ምስ ናይ ሎጥን እዩ ኣተኣሳሲርዎ ዘሎ ኣብ ዘመነ ኖህ እንታይ እዩ ተፈፂሙ ኖህ ንከባቢ 120 ዓመት ዝኣክል መርከብ ክሰርሕ ከሎ እቶም ኣብኡ ዝነበሩ ሰባት ግን ይበልዑ፣ ይድቅሱ፣ ይጻወቱ፣ የእትዉ፣ የተኣታትዉ እዮም ነይሮም። ስለዚ ኣብዚ ዘለዋ ክልተ ነገራት ምውሳድ፣ ምትራፍ ዝተወሰዱ ኣለዉ፣ ዝተረፉ ድማ ኣለዉ። ከም በዓል ሃወርያ እዝራ ሓወይ እቲ ምውሳድ ዝተባህለ ንጥቀት እዩ ይብልዎ ኣለዉ። እቲ ምትራፍ ዝተባህለ ድማ ኣብዚ ምድሪ እዚ ዝተርፍ እዩ ይብልዎ ኣለዉ። እቲ ሓሳብ ግን ንሱ ኣይኮነን። ኣብ ናይ ኖህ ዘመን ዝተወስዱ መን እዮም? ጐይታ ኢየሱስ ክርስቶስ ነዚ ትምህርቲ እዚ ምስ ናይ ኖህን ምስ ናይ ሎጥን እዩ ኣተሓሒዝዎ ዘሎ። ስለዚ እንታይ ይብል ኣሎ? ክልተ ኣብ ሓንቲ ዓራት ክድቅሱ እዮም፣ እቲ ሓደ ክውሰድ እቲ ሓደ ከዓ ክሕደግ እዩ። እቲ ሓደ ክውሰድ እዩ፣ እቲ ሓደ ድማ ክሕደግ እዩ። ስለዚ ብበዓል ሃዋርያ እዝራ ሓውና እቲ ዝውሰድ ክንጠቂ እዮም ዝብላ ዘለዎ ኣይኮነን። ኣብ ናይ ኖህ ዘመን ዝተወስደ መን እዩ? ዝተረፈኸ መን እዩ? እስኪ መጽሓፍ ነንብብ። ዘፍጥረት ምዕራፍ ሸውዓተ ኣብ ፈቕዲ ዕስራን ክልተን ነንብብ። ዘፍጥረት ሸውዓተ ዕስራን ክልተን እስትንፋስ ህይወት ዝነበሮ ኣብ ንቑጽ ምድሪ ዝነብር ዝነበረ ኩሉ ሞተ። ኣብ ምድሪ ዝነብር ዝነበረ ኩሉ ህይወት ዘለዎ ጠፍኤ። ሰብን እንስሳን ኣብ ምድሪ ዝንቀሳቐስ ለመምታን ኣዕዋፍ ሰማይን ካብ ምድሪ ጠፍኡ። ኖህ ጥራይ ምስቶም ኣብኡ ምስቶም ምስኡ ኣብ መርከብ ዝነበሩ ተረፈ። ርኢኻ ኣለኻ? ኢየሱስ ክርስቶስ ነዚ ትምህርቲ እዚ ምስ ናይ ኖህ ይተኣሳሲርዎ ምስ ናይ ሎጥ ድማ ይተኣሲርዎ ኖህ ጥራይ ምስቶም ምስኡ ኣብ መርከብ ዝነበሩ ተረፈ ስለዚ ኣብዚ ድማ ጎይታ ኢየሱስ ክርስቶስ እቲ ሓደ ክውሰድ እዩ እቲ ሓደ ክሕደግ ይብል ከሎ ክውሰድ እዩ ዝብሎ ዘሎ ከምቲ ኣብ ዘመነ ኖህ ብዘይካ ኖህ እቶም ካልኦት ኩሎም ዝተወስዱ እሞ ዝጠፍኡ ወይ ድማ ዝሞቱ ኣብዚ ድማ እቲ ሓደ ክውሰድ እዩ ማለት እቲ ሓደ ክጠፍእ እዩ ወይ ድማ ክመውት እዩ ማለት እዩ። እቲ ሓደ ድማ ክተሪፍ ማለት እቶም ቅዱሳን ድማ ክተርፉ እዮም። ባይ ደወይ እዚ ምስ ናይ ክርስቶስ ምስ ናይ ክርስቶስ ኣካል ትምህርቲ ዝተሓዝ የብሉን። ስለ እስራኤላውያን ኢና ንዛረብ ዘለና። ስለዚ ኖህ ጥራይ ምስቶም እሱ ኣብ መርከብ ዝነበሩ ተረፈ ከም ዝበለ እቶም ዝተርፉ ኣብዚ ምድሪ ህይወቶም ዝቕፅሉ እዮም። እቶም ዝውሰዱ ድማ ንጥቀት ኣይኮኑን ዝጠፍኡ እዮም። እቶም ክውሰዱ እዮም ዝተባህሉ ድማ ንሞት ዝውሰዱ እዮም ዝጠፍኡ እዮም። ልክዕ ከምቲ ኣብ ናይ ሎጥ ዘመን ሎጥ ከም ዝተረፈ እቲ ክተርፍ ይስተሃል ኣብዚ መጽሓፍ ድማ ሉቃስ ዘሎ ኣብዚ ምድሪ ዝቕጽል እዩ ዝተርፍ እዩ እቲ ዝውሰድ ዝብሎ ዘሎ ድማ ከምቲ ሰብ ሶዶምን ጎምራን ዝጠፍኡ ክጠፍእ እዩ ማለት እዩ ፕሊስ ብክርስቶስ ኢየሱስ እልምነኩም ኣለኹ ናይ መንግስቲ ወንጌልን ናይ ጸጋ ወንጌልን ከተተዓርቕዎም ኣይትፈትኑ እንተ ተኻኢሉ ግን ሕጂ እውን ብክርስቶስ ኢየሱስ ንልምነኩም ኣለና ንመጽሓፍ ቅዱስ ከከም ዝግብኦ ጌርና ክነጽንዕ ንፈትን ናይ መንግስቲ ወንጌል ዝበሃል መጽሓፍ ኣሎ፣ ናይ ጸጋ ወንጌል ዝበሃል መጽሓፍ ድማ ኣሎ። ስለ ንጥቀት መጺኻ ካብ ናይ መንግስቲ ወንጌል ከተስተምር ኣይትኽእልን ኢኻ። ንጥቀት ምስጢር እዩ። ስለዚ እዚ ኣብ ሉቃስ ምዕራፍ 17 ዘሎ ኮነ ኣብ ማቴዎስ ምዕራፍ 24 ዘሎ ኮነ ስለ ንጥቀት ኣይኮነን ዝዛረብ። ስለ ምሟትን ስለ ምትራፍን እዩ ዝዛረብ ዘሎ። ስለዚ ሃወርያ እዝራ ሓውና ምስ ዓብይ ኣኽብሮት ብዙሕ እኳ ትጎዩ እንተኾንኩም ብዙሕ እኳ ትፅዕሩ እንተኾንኩም ነገሩ ግን ከምቲ ጳውሎስ ንኾንቱ እጎዩ ከይህሉ ዝበለ ጉያና ንኾንቱ ከይከውን ርግእ ኢልና መጽሓፍ ቅዱስ ብዝግባእ ከነጽናዕ ኣግባብ እዩ። ንሎም መዓንቲ ኣብዚ ይኸለኒ እዝራ ሓወይ ክቕጽል ይመስለኒ ኣነ እውን ምስኡ ክቕጽል እየ ካልኣይቲ ቪድዮ ኩሉ እቲ ቪድዮ ግን ሓደ ብሓደ ክንምልስ ግን ኣገዳሲ ስለ ዘይኮነ ኩሉ እቲ ቪድዮ ኣቲና ክንምልሶ ኣይንኽእልናን። ጸጋን ሰላምን ናይ ጎይታና ኢየሱስ ክርስቶስ ምስ መንፈስኩም ይኹን። ሰላም።